ናይ ቢዝነስ ቦት ናትና ኢና ንርከብ ዘለና ማለት እዩ። እዚ ናይ ቴሌግራም ናይ ቢዝነሽ ቻነል ከም ትሪእዎ ዘለኹም መምርሒታት ኣለዉዎ ንዓኻትኩም ዝመርሓኩም ነቲ ክላስ ክትወስዱ ከለኹም ዝመርሓኩም ሸውዓተ መምርሒታት ኣለዉ። እዞም መምርሒታት ከኣ ኣብ ነፍሲ ወከፍ ምዕራፍ እንታይ ዓይነት ትምህርቲ ከም ትመሃሩ ዝገልጹ መምርሒታት እዮም። ስለዚ ሕልፍ ሕልፍ ኢልና ንዓኣቶም ክንሪኦም ኢና ማለት እዩ። መምርሒ ቁጽሪ ሓደ። ከም ትሪእዎ ዘለኹም ታይ ዝብል ዘሎ ቀፂልኩም መሰረታዊ ሌላ ምስ ፋይነንሳዊ ዕዳጋ ዝሓዘሉ ተኸታተልቲ ሓሙሽተ ክላሳት ክትመሃሩ ኢኹም። ኣብዚ ክላስ እዚ ነዞም ዝስዕቡ ዓበይቲ ኣርእስታት ክንመሃር ኢና። ቤዚክ ዝበሃል ንመሃረሉ ምዕራፍ እዚ ገንዘብ እንታይ እዩ? ፋይነንሳዊ ዕዳጋ እንታይ እዩ? ምድብ ናይ ዕዳጋታትን ቅዲ ንግድን ዝብል መሳርሕታት ናይ። ትሬዲንግ፣ ኣጠቓቕማ ናይ ትሬዲንግ ቪው ከምኡውን ሜታትሬደር ፋይፍን ዝብሉ ይኸውን። ኣብዚ ክላስ እዚ ሓሙሽተ ክላሳት እዩ ዘለና። ዝተፈላለየ ቤዚክ ዝኾነ ንመሃረሉ እዩ። ኣብዚ ከም ትሪእዎ ዘለኹም ብኣቨሬጅ ካብ ሓደ ሰዓት ክሳብ ሓምሳ ደቒቕ ዝኸውን ትምህርቲ እዩ። ሶ እቲ ክላስ ነዚ ይመስል። እቲ ቤዚክ እዩ። ኣብ መምርሒ ቁጽሪ ክልተ ተመጺና ከኣ ቀጺልኩም መሰረታዊ ጽንሰ ሓሳባት ናይ ICT ዝሓዘሉ ተኸታተልቲ ሸሞንተ ክላሳት ከምኡውን ሰለስተ ናይ ላይቭ ዝርርብ ክትመሃሩ ኢኹም እዩ ዝብል። ኣብዚ ክላስዚ እዞም ዝስዕቡ ዓበይቲ ርእስታት ክንመሃር ኢና እዩ ዝብል። ምናልባት እዚኣቶም ኣብ ዩቱብ ርኢኹሞም ክትኮኑ ትኽእሉ ኢኹም። ቤዚክ ዝኾኑ ቅድሚ ሕጂ ዘርጊሐልኩም ነይረ ናይ ኣይሲቲ መሰረታውያን ኩሉ ሰብ ክፈልጦም ዘለዎ ኢለ ኣብ ዩቱብ ዝዘርጋሕኹልኩም እዩ። እንድሕርዳ ተዘይ ተኸታቲልኩሞም ከኣ እዚኣቶም እውን ክንመሃር ኢና ማለት እዩ። ን ሰለስተ ናይ ላይፍ ዝርርብ ካብ ትሬደራት ዝመጹ ሕቶታት ዝተኻተቱ ኣሎ ቪድዮታት እውን ተስተኣናግዱ ክትኾኑ ኢኹም ማለት እዩ። ካብዚ ቀጺልና መምርሒ ቁጽሪ ሰለስተ እዩ ዝብል። ኣብዛ ትርእይዋ ዘለኹም ቶቶ ትሬድስ ትብል ዘላ ዩቱብ ቻነል ናተይ ነጻ ትምህርቲ ዳልየልኩም ኣለኹ ኣብቲኹም ክትመሃሩ ትኽእሉ ኢኹም።